ንቅዱስ እንጦንዮስ ክርእዮም ከለኹ መመሊሶም ኣብ ጸልማት ዝበርሁ ኮኾብ እየ ዝብሎም መመሊሶም ሰማያት እንዳ ጸልመተ ክኸይድ ከሎ ከዋኽብቲ እንዳ ተራእዩ እዮም ዝኸዱ ውሑዳት ከዋኽብቲ ክትርኢ ትጸንሕ መሊሱ ምድረ ሰማይ እንዳ ጸልመተ ተኸይዱ እቲ ኮኾብ እንዳ በርሀ እዩ ዝመጽእ ቅዱስ እንጦንዮስ ኣብ ጸልማት እዋን ዝበርሁ ሃዋርያ ናይ ኦርቶዶክስ ቤተ ክርስቲያን እዮም ስለዚ ቃልሲ ንምንታይ ኢኻ ትቃለሶ ሕነ ንኽትፈዲ እንድሕር ኮንካ ዘይምቅላስ ይሓይሽ ቃልሲ ትቃለሶ ለውጢ ንምምጻእ እዩ። ኣብ ግዜኻ ለውጢ ክተምጽእ፣ ብድሕሬና ዘለዉ ተካእቲ ትውልዲ ከኣ ዝሓሸን ዝበለጸን መገዲ ንክመጻሎም ቃልሲ ናይ ዝመጽእ ዓመታት ዝመጽእ ህይወት ንምቕያር ንምልዋጥ እምበር ከምዚ ኣብ ኦርቶዶክስ ቤተክርስትያን ንገብሮ ዘለና ነንሕድሕድካ ንምብልላዕን ንምንኽኻስን እንተኾይኑ

ነቲ ካብ ኣዴና ካብ ቅድስት ድንግል ማርያም ዝተወለደ ጎይታና ኢየሱስ ክርስቶስ ስብሓት ይኹኖ። ናይ ሎሚ ብምኽንያት ዝኽሪ ራብዓይ ዓመት ቅዱስ እንጠንዮስ ሰማእት ዘእንበለ ደም ሃዋርያ ጳውሎስ ንጢመጢዎስ ወዱ ዝሃቦ ናይ መወዳእታ ምኽሪ ኣብ ካልኣይ ጢሞቴዎስ ምዕራፍ ኣርባዕተ ዘላ ቃል ርእይና ካብ ናቶም ተሳተፍቲ በረኸት ንኽንከውን እታ ትምህርቲ በዚ ክጅምር ኣየ። ሃዋርያ ጳውሎስ ነቲ ኣብ ታሪኽ ቤተ ከረስትያን እቲ ዝነኣሰ ኤጲስቆጶስ ወይ ድማ እቲ ዝነኣሰ ብዕድመ ኣብ መጽሓፍ ቅዱስ ተጠቒሱ ዘሎ ጢሞቴዎስ እዩ። The Young Man፣ ገለ ሊቃውንቲ ኣብ ከባቢ ዕስራ ዓመት ነይሩ ዝብሉ ኣለዉ፣ ገለ እውን ኣከባቢ ሰላሳታትሲ ተጸጊዑ ይኸውን እዩ እውን ዝብሉ ኣለዉ፣ ግን ንኤጲስቆጶስ መዓርግ ዕስራታት ማለት ቀሊል ከም ዘይኮነ ግን ተረድእዎ። ሃዋርያ ጳውሎስ ክንብሎ እዩ። ንእሽቶይ ምዃኑ ጽቡቕ ገይሩ ገሊጽልና እዩ። ነታ ንእስነትካሲ ሓደ እኳ እንታይ ይግበራ ኢልዎ? ኣይንዓቃ ኢልዎ። ምኽንያቱ እቲ ኣባኻ ናይ ጐይታና የሱስ ክርስቶስ ሓዲሩ ዘላ ጸጋ ዕጽፍን ድርብን እዩ እሞ ነቲ ንእስነትካሲ ሓደ እኳ ኣይንዓቅ ኢልዎ። ብጣዕሚ ብዕድመ ዝነኣሰ ኣብ ታሪኽ ቤተ ክርስቲያን

መብዛሓትኡ ሰብ ነቲ ሓደራ ናይ ቅዱስ እንጦንዮስ ከጽንዖ ዝደሊ ወይ ብጌጋ ዝርድኦ ነቲ ምፍንጣሕን ምባኣስን እሱ ዝመስሎ ሰብ ኣሎ። ናይ ቅዱስ እንጦንዮስ ዓላማን እቲ ዝገበርዎን ግን ብመሰረቱ ምስኡ ዝኸይድ ኣይነበረን። ከመይ ዝበለ ሓደራ ሂቦም? ንጳውሎስ ሃዋርያ ዚመስል ከምዚ ይብሎ ኣብ ካልኣይ ጢሞቴዎስ ኣርባዕተ ካብ ፍቕዲ ሓሙሽተ ንስኻ ግና ንገዛእ ርእስኻ ተጠንቀቕ ይብሎ ንጢሞቴዎስ እዩ ዘጠንቅቖ ዘሎ ምኽንያቱ መዓት ክፍኣት ስለ ዘሎ ብዛ ዓለም ንስኻ ግና ንርእስኻ ተጠንቀቕ ብግዜ መከራ ጽናዕ ይብሎ ብግዜ መከራ ጽናዕ፣ ግብሪ ወንጌላዊ ግበር፣ ኣገልግሎትካ ኸኣ ፈጽም። እዚ ሓደራ እዚ ሃዋርያ ጳውሎስ ንጢሞቴዎስ ዝሃቦ፣ ቅዱስ እንጦንዮስ እውን ብምድግጋም ንኦርቶዶክሳዊት ቤተ ክርስቲያን ዘመሓላለፎ ሓደራ ካብዚ ተዘይ በሊጹ ካብዚ ዝንእስ ኣይነበረን። ከምዚ ይብሎ፣ ኣነስ ድሮ ኽስዋእ ቀሪበ ኣለኹ፣ መዓልቲ መቶይ እውን በጺሓ እያ። ሰናይ ገድሊ ተጋዲለ'የ፣ ጉያይ ወዲኤ፣ ነታ እምነት'ውን ሓልየያ'የ። ደጊም እቲ ቅኑዕ ፈራዲ ዝኾነ ጎይታ በታ መዓልቲ እቲኣ ዝህበኒ ኣኽሊል ጽድቂ ተነቢርለይ ኣሎ። እዚ ግና ነቶም ንምግላጽ ሃረር ዝብሉ ኩላቶም ድማ እዩ'ምበር ንዓይ ጥራይሲ ኣይኮነን። ከቢድ ሓደራ'ዩ። ቅዱስ እንጦንዮስ ኣብ ታሪኽ ናይ ምድርና ሓሊፎም ኣብ ታሪኽ ናይ ዓለም ክኣትዉ ዝኽኣሉ እዮም ብምንታይ ምኽንያት ከምቲ ሃዋርያ ጳውሎስ ዝብሎ ዘሉ ንጢሞቴዎስ ነታ እምነት እንታይ ገይረያ ኢልዎ ነታ እምነት ሓልየያ እየ ቅዱስ እንጦንዮስ ነቲ እምነት ካብ መጠን ንላዕሊ ሓልዮሞ ተጋዲሎምሉ እውን መንፈሳዊ ገድሊ እውን ሐሊፎምሉ ንዓሰርተ ሽዱሽተ ዓመት ዝኣክል ከኣ ኣብ መሓይር ተኣሲሮም ቀሊል ኣይኮነን ዓሰርተ ሽዱሽተ ዓመት ገሌና ንዓሰርተ ሽዱሽተ መዓልቲ ኣብዛ ዓዲ እንተዝኣስሩና ርእስና ቁሩብ ምፈኾሰ ኮይኑ ይስምዓኒ ግን እንታይ እዩ ዝይ ስንኻ ሑጻ ቆርጥመሉ ይብሉ ቦታትና ዓሰርተ ሽዱሽተ ዓመት ቀሊል ዝመስለና ክኸውን ይኽእል እዩ ነቶም ኣብ ከምኡ ዝኣተዎ ግን ዓሰርተ ሽዱሽተ ዓመት ኣይኮነን ኣቱም ሰባት ዓሰርተ ሽዱሽተ መዓልቲ እውን መሪር እዩ ካብ ማእሰርትን ካብ ዝተፋላለየ ሕማቕ ሂወትን ኣምላኽ ንዓናን ንደቅናን ይሓልወና እምበር ሕማቕ እዩ። ንክንድዚ ዓመት ተኣሲሮም ኣብ መሓይር ተቐሚጦም ዕርቂ ትደልላ ኦርቶዶክሳዊት ቤተክርስትያን ምስ ተባህሉ ኣነ ከመይ ዝተሓጎስክዎ ካብ ቅዱስ እንጦንዮስ ምኽንያቱ መሪርዎም ስለ ዝነበረ ማእሰርቲ ስለ ዝበዝሖም መከራ ስለ ዝበዝሖም ኣነ ምሳኻትኩም ዕርቂ ኣየድልየኒ ርክብ ኣየድልየኒ ክብልውን ይኽእሉ ነይሮም እዮም ዋእ ሰብ እንድዮም ዋላ ኣቦ ተኮኑ እኮ ሰብ ከማና ምኳኖም ክንርሶዖም የብልናን ግን እቲ ጽቡቅ ዝመሃሩና እንታይ እዮም ኢሎም ንዕርቅን ሰላምን እንተኮይኑ ኣነ እንታይ ኣለኩ ኢሎም ድሉው እየ ዘለኩ ኢሎም ኩሉ ሰብ ከኣ ሪእዎ ስጋብ እንዳ ማርያም መጽዮም ምስሎም ከይተረፈ ንመጀመርታ ግዜ ካብ መሓየር ካብ ደኣትዉ ኣብ ቅድስቲ ኦርቶዶክሳዊት ቤተ ክርስቲያን ኣብታ ዘገልግሉላ ዝነበሩ ቤተ ክርስቲያን ህዝቢ ኦርቶዶክስ ብዓይኑ ክርእዮም ዝኸኣለሉ ኣጋጣሚ ተፈጢሩ። ኩሉ ግዜ ንዕርቂ ምሕሳም ሃይማኖታዊ ጥራይ ዘይኮነ ዘይምብሳል ምልክት ዘርኢ እዩ፣ ንዕርቅን ንሰላምን። ስለዚ ኣብ ምድርና ናይ ዕርቅን ናይ ሰላምን ሃዋርያ ክኾኑ ኽኢሎም እዮም። ናይ ጽንዓት ናይ መትከል ሃዋርያ ክኾኑ ኽኢሎም እዮም። ንኦርቶዶክሳዊት ቤተ ክርስቲያን ኤርትራ ድማ ንሕጅን ንዝመጽእ ትውልድን ከምኦም ገይሩ ክምህር ዝኽእል ዋላ ሓደ ዘይብልና ኮይንና ኣለና ማለት እዩ። ብዙሕ ሰብ ብኣፍ ክጋደል ይኽእል እዩ። ብዙሕ ሰብ ብኣፉ ክቃለስ ይኽእል እዩ። ህይወትካ ምሃብ ማለት ግን እቲ ዝኸበደ እዩ። ህይወቶም እዮም ሂቦም። ካብቲ ንገዳም ዝኣተውዎ ንኣምላኽ ወፍዮም ሰብነቶም ንገዳም ዝኣተውዎ ቅዱስ እንጦንዮስ እቲ ብትብዓት ዝተጋደልዎ ነዚ ዝመስል ተጋድሎ ግን ኣብ ዛንታ ታሪኽ ናይ ኤርትራ ኣይክንረክብን ኢና። ጽንዓት ብዘለዎ መንፈሳውነት ብዘለዎ እቲ መልእኽቲ ከመሓላልፍዎ ከለዉ ትሕትና ብዝተመልኤ መልእኽቲ ንዓሰርተ ሽዱሽተ ዓመት ዝተበደለ ሰብ ኣይመስ ንሓደ መዓልቲ እኳ ዝተበደሉ ኣይመስሉን እዮም። ክንደይ ደስ ይብል ኩሉ ሰብ ከምኡ ተዝኸውን ከመይ ጽቡቕ ነይሩ ኣብ ዓለም ማንዴላ ዕስራን ሸውዓተን ዓመት ተኣሲሩ ምስ ወጸ ሳውዝ ኣፍሪቃ እቶም ናቱ ወገን ጸለምቲ ሕነዳን ሕነ ንፈድየሉ መዓልቲ ኢሎም እንዳተጸበዩ ከለዉ ማንዴላ ዝገበሮ ኣብ ታሪኽ እንታይ እዩ ኣነ በቃ መከራ ረኺበ ግን ሕነ ንኽፈዲ ኢለ ኣይኮንኩን ተቓሊሰ ኢልዎም። ቃልሲ ንምንታይ ኢኻ ትቃለሶ? ሕነ ንኽትፈዲ እንድሕር ኮንካ ዘይምቅላስ ይሓይሽ። ቃልሲ ትቃለሶ ለውጢ ንምምጻእ እዩ። ኣብ ግዜኻ ለውጢ ክተምጽእ ብድሕሬና ዘለዉ ተካእቲ ትውልዲ ከኣ ዝሓሸን ዝበለጸን መገዲ ንኽመጻሎም ቃልሲ ናይ ዝመጽእ ዓመታት ዝመጽእ ሂወት ንምቕያር ንምልዋጥ እምበር ከምዚ ኣብ ኦርቶዶክስ ቤተክርስትያን ንገብሮ ዘለና ነንሕድሕድካ ንምብልላዕን ንምንኽኻስን እንተኾይኑ ብምኽንያት ቅዱስ እንጦንዮስ ኦርቶዶክስ ቤተክርስትያን ብሂወት ከለዉ ተበዲላ ምስ ዓረፉ እውን ኦርቶዶክስ ቤተክርስትያን ትብደል ኣላ። መን እዮም በደልታ? ሰብ ኢዱ ከዋጣውጥ ይኽእል እዩ። ምስላ ናይ ብፁዕ ኣቡነ መቃርዮስ ግን እንታይ እዩ? ዘይጽፍርኻሲ መን ፈሓንጢረኒ ኢሉ ምስላ ዓረብ ኣሎ ኢሎም። ዘይጽፍርኻሲ መን ፈሓንጢረኒ። ከም ኦርቶዶክሳውያን ኮይንና ክንርእዮ ከለና ነቲ ሓደ ነቲ ሓደ ክነልግብ ንኽእል ንኸውን። ድኽመትና ምዃኑ ግን ምፍላጥ ኣገዳስነት ኣለዎ። ከም ኦርቶዶክስ ቤተ ክርስቲያን ዘለና ድኽመት ኣቦታትካ የሕሊፍካ ከም ምሃብ እንታይ እዮም ኮይኖም እቶም ኣቦታት ኢልካ ብልቦና ክትፍትሽ ዘይምኽኣል ኣብ ውሽጢ ዓዲ ዘለዉ ኣቦታት ንቅዱስ እንጦንዮስ በዲሎሞም ኢልና ዝተዛረብናዮ ዓመታት ውሑድ ኣይኮነን። እቲ ዘሕዝን ታሪኽ ናይ ኦርቶዶክስ ቤተ ክርስቲያን ግን ጽባሕ ንግሆ ተጻሒፉ ዘይውዳእ እቶም ሽም ቅዱስ እንጦንዮስ ዝጸዋዕና እውን ንቅዱስ እንጦንዮስን ንኦርቶዶክስ ቤተ ክርስቲያን ኣይሓደግናላን። በደል ኣብ ልዕሊ በደል፣ ጌጋ ኣብ ልዕሊ ጌጋ ዝኸድናዮ ዓመታት ቀሊል ኣይኮነን። ከመይ ኢሉ'ዩ ከምኡ ኮይኑ? ገለ ሽም ኣባ እንጦንዮስ እንዳጸውዐ ጅቡኡ ገንዘቡ ንዝህጠረ ክንድምንታይ'ዩ ዘሎ ኣብ ስደት? ክንድምንታይ'ዩ ዘሎ? እቲ ሽም ኣባ እንጦንዮስ'ዩ ዝበሃል። ምስ ኣባ እንጦንዮስ ዘይከይድ ኣካይዳ እንዳገበርካ ሽም ቅዱስ እንጦንዮስ ምጽዋዕ ግን ንኦርቶዶክስ ቤተክርስትያን ዝጠቅም ተዝኸውን ምጠቐማ ኔሩ። ኣይጠቐመናን። ኣይጠቐመን። ክንደይ ግንደይ ገንዘብ ሰብ ኣኪቡ ብሽሞም ኣብ ስደት ኣቡነ መቃርዮስ ኣይንቕበልን ኢና ግን ንሕና ኣብ ትሕቲ ግብፂ ኢና ኣባ ኣንጦንዮስ ኢና ዝብሉ ኣብ ኤውሮጳ መዓት ፈርዮም ላም ፍርቂ ጎና ሰበሐት ይብሉ ቦታትና ኣታዊታት ገንዘብ ንምኽዕባት ዝተገበረ ኣብ ዛንታ ኦርቶዶክሳዊት ቤተ ክርስቲያን ደቅና ከይደግምዎ ክነመሓላልፎ ብጽሑፍ ይኹን ብዘረባ ዘገድደና ምኽንያት ብዙሕ እዩ ዘሎ። ሽም ኣባ ኣንጦንዮስ ስለ ዝጸውዑ ክንደይ ጀጋኑ መሲሎም ዝተራእዩ ውሑዳት ኣይኮኑን። ሽም ቅዱስ እንጦንዮስ እንዳተጸውዐ ስልጣኖም ዘኻዕብቱ ዕርቀ ሰላም ክቕልቀል ክጅመር ከሎ ዕርቀ ሰላም ኣይንደልን ኢና ዝበሉ ሰባት ከሎ ስለምንታይ ዋላ ኣባ ኣንጦንዮስ መይቶም ከለዉ ክንረብሓሎም ኢና ዓርሲ ዝበሃል ንፈልጦ ዲና ንቅዱስ እንጦንዮስ ዓርስ ዝተጠቐምሎም ኣብ መሬት ታሪኾም ኣይገድፎምን'ዩ፣ ብዓብዩ ከኣ ኣብ ሰማያት እግዚኣብሔር ዝገድፎምን ዝገድፈናን ኣይኮነን። እዚ እዚ ሕማቕ ዛንታ'ዚ ግን ኣብታ ቅድስቲ ኦርቶዶክሳዊት ቤተ ክርስቲያን ኤርትራ ይኸይድ ምህላዉ ውጽኢቱ ንኹሉ ሰብ ክሃስ'ዩ። ካብ ቅዱስ እንጦንዮስ እንመሃሮ ነገር እንተልዩ ግን እንታይ እዩ? ስለ ቤተ ክርስቲያን በጃ ምዃን ህይወትካ ኣሕሊፍካ ምሃብ ኣብ ወንጌል ዮሃንስ ምዕራፍ ዓሰርተ ተጻሒፉ ዘሎ እቲ ሕያዋይ ጓሳ ምእንቲ ኣባጊዑስ እንታይ ይህብ ኢልዎ በጃ ሂወቱ ይሀብ ኢልዎ በጃ ሂወቱ ይሀብ። ቅዱስ እንጦንዮስ ናይ ቃል ናይ ዘረባ ናይ ጨለ ቃላት ዘይኮነ ብግብሪ ሕያዋይ ኣቦ ምዃኑ ነቲ ዝኣመኑሉ መዓርግ ስጋብ ሞት ዝኸድሉ ነቲ ዝኣመንዎ ኢየሱስ ክርስቶስ እሙን ኮይኖም ዝኸዱ ቃሎም ዘይቀያየር ዘይላወወጥ በዓል ጽኑዕ መትከል ኣብ ምድርና ከምዚ ዝመሰሉ ሃዋርያ ምርኣይና ግና ውጽኢቱ ፍረ ዘይተረኸቦ ኣብ ኦርቶዶክስ ተዋህዶ ምዃኑ ድማ የሕዝን እዩ። ጎይታና ክነቕፎ እንከሎ ንኣይሁድ እንታይ ኢልዎም? ኣቱም ቀተልቲ ኣቦታቶም ኢልዎም። ንነብያት ባዕልኻትኩም ቀቲልኩም ቅዱሳን እትብሉ ኢልዎም። ንቅዱስ እንጠንዮስ ቀተልቶም ባዕልና ሰማእታት እዮም ንብሎ ዘለና ባዕልና። ጓና ብደገ መጺኡ እኮ ኣይኮነን እኮ ኣሲርዎምን ቀቲልዎምን። ጓና ኣይኮነን ብደገ መጺኡ ካብ ካልእ ሃገር መጺኡ ኣይኮነን ንቅዱስ እንጦንዮስ ኣጸሊምዎም። ቀተልቲ ባዕልና ኣቱም ቀተልቲ ነብያት ወይለኹም ኢልዎም። ንዝመጽእ ትውልዲ ክንገድፈሉ ዘለና እንተኾይኑ ካብ ቅዱስ እንጦንዮስ እንመሃሮ ቤተ ክርስቲያን ናብ ሓድነት ምልኣት ምምጻእን ነቲ ዝኸይድ ዘሎ ተካኢ ትውልዲ ክርኢ ዝኽእል ዓይኒ ናበይ ዝኸይድ ዘሎ ተካኢ ትውልዲ ኣብ ቤተ ክርስትያን ድዩ ዘሎ እምነቱ ድዩ ዝሕሉ ዘሎ ኦርቶዶክሳዊት ቤተ ክርስትያን ትረብሕ ድያ ዘላ ትኸስር ድያ ዘላ ነዚ ክንምርምረሉ ዝግባእ ንሕና እኳ እቶም ኣብ ስደት ዘለና ናይ ዕርቀ ሰላም ሓደ ንኾነሉ ኣፍ ደገ ተረኺቡ ተባሂሉስ ተወሳኺ ብሽም ቅዱስ እንጦንዮስ ምሽቃጥ መፅኡ ኣሕዛኒ ታሪኽ እቲ ሕንከት ድዩ ዝበሃል ሕፍረት ዝበሃል ኣብ ዲክሽነሪ ናይ ኤርትራ ኣብኡ እዩ ተቐሚጡ ዘሎ እምበር ኣብ ተግባረ ኣባና ኣብ ህዝብና ዘሎ ኣይመስለንን እዩ። ከም ሰብ ከም ቤተ ክርስቲያን ብዛዕባ ቅዱስ እንጦንዮስ ዝጎየናዮ ውሑድ ኣይነበረን። ከማና ገይሩ እኳ ጸገም ናይ ቅዱስ እንጦንዮስ ከቃልሕ ዝኸኣለ ኣይነበረን። ከማና ገይሩ ዓለም ንክትፈልጦ እውን ግዚኡ ዝወፈያ ኣይነበረን። ዕርቀ ሰላም ምስ መጸስ ኣብቲ ናይ ቅዱስ እንጦንዮስ ሕብረት ክህልው የብሎምን ማንቸስተር ዶ በዓል ጆን ዶ ዝበሃል ነዚ እዚ ቋንቋ እዚ ብቅዱስ እንጦንዮስ ዝነግዱ ቤተክርስትያን ናብ ሓድነት ምምጽኣ ስለ ዘዋጽእ ስለ ዝተባህለ እምበር እቲ ዘኽሰርኩምና ዓመታት ብሰንኩኹም ስለ ዝኾነ ቅዱስ እንጦንዮስ ግዳይ ዝኾኑሉ ዓመታት ኣገልግሎትና ውን ብኣኻትኩም እዩ ክውቃዕ ጸኒሑ ይቕድም ይቕሬታ ሕተቱ ክንብሎም ዝግባእ ንሕና ኢና ዝነበርና ነገር ግን ብኸምኡ ዝፍታሕ የለን ኣብ ዕርቀ ሰላም ቀስ ኢልካ እንዳተመሓየሽካ ለውጢ እንዳምጽኻ ምኻድ ግን ንቤተክርስትያንን ንሃገርን ይኸውን ስለ ዝበልና እዩ መስቀልካ ኩሉ ግዜ ዕርቅን ምርድዳእን ስለ ዝፈቱ እዩ። ሕጂ ውን ከም ኩሉ ግዜ ኣብ ስደት ዘለና ጥራይ ዘይኮነሲ ምስ ውሽጢ ዓዲ ዘላ ከምቲ ቅዱስ እንጦንዮስ ዝበልዎ ንዕርቂ ድልው እየ ዝበልዎ ቤተ ክርስትያን ንዕርቂ ድልውቲ ስጋ ብዘይኮነት መዓስ እዩ እቲ ዕርቂ ዝፍጸም መን እዩ ዝፈልጥ እግዚኣብሔር ፈለጥ ግን ቃላትና ምጥንቃቅ የድሊ እየ ዝብል ዘለኹ ኣነ እቲ ዝጸንሐ ነንሕድሕድካ ምብልላዕን ምንኽኻስን ምውንጃልን ብ ውሽጢ ኤርትራ ዘላ ኦርቶዶክስ ቤተ ክርስቲያን ብደገ ዘለና መልሓስና ምስ ዝቕንስ እቲ ሓደ መዓልቲ ዝመጽእ ዕርቂ ከሕጉሰና እዩ ከምዚ ኢሉ ዝነብር ዝመስለና ዘሎ ሓደ መዓልቲ እኮ ቅዱስ እንጦንዮስ ብታሪኽ ዝዝከርሉ ኣብ ሃገርና ሰዓትን ግዜን ክመጽእ እዩ እታ ተፈላለያ ዘላ ቤተ ክርስቲያን ብይቕሬታ ተዛዚሙ ክበሃል እዩ እዞም ሎሚ ንምፍልላይ ዓቢ ስራሕ መሲልዎም ለይትን መዓልትን ክብንጭሩ ክኹዕቱ ዝውዕሉ ዘለዉ ነዴታት ኣዴታት ሰላም ኮይኑ ዕልል በላ ክብሉ እዮም። ቅድሚ ኣብ ውራይ ምስ በጻሒ ካብ ምጥቓዕ ካብ ሕጂ ክንገብሮ ዝግብኣና ዕዮ ገዛ ግን ብዙሕ እዩ ዘሎ። ደም ቅዱስ እንጦንዮስ ንሃገርን ንቤተ ክርስቲያንና ኣብ ክንዲ ንበረኸት ንመርገም ከይከውን ቤተክርስቲያንን ህዝብን ብጥንቃቐ ክንርእዮን ክንጥቀመሉ ዝግባእ እዩ። ብሽሞም ምሽቃጥ ትርጉም የብሉን። ኦርቶዶክስ ቤተክርስቲያን ኤርትራ ነቲ ኣብ ልዕሊኦም ዝገበረቶ ብንስሓ ክትዓጽዎ ዘይምፍታና፣ ዋላ ሓንቲ ጥቕሚ የብሉን ትኸስሮ ክሳራ ተዘይኮይኑ መኽሰብ ዝበሃል ነገር የብላን ኣብ መዕለቢ ክነብፀሖ ስጋብ ሽዑ ግን ከምቲ ሃዋርያ ጳውሎስ ንጢመጢዎስ ሓደራ ሂብዎ ዝኸደ ቅዱስ እንጠንዮስ ዝሃቡና ሓደራ ተሰኪምናዮ ኢና ዘሎና ንሱ ኸኣ እንታይ እዩ ነታ ቅድስት ኦርቶዶክስ ቤተክርስትያን ምስግጋር ናብ ሓድነትን ናብ ምልኣትን ናብ ሰላም ምምጻእ ንሳ ሓንቲ እያ እታ ኦርቶዶክስ ቤተክርስትያን ክልተ ሰለስተ የብላን ዘጋጠመ ኣጋጢምዋ ጸኒሑ ኣሎ፣ ሎሚ ግን ናብቲ ንቡራ ንኽትምለስ ነፍሲ ወከፍ ምእመናን ይኹን ቤተ ክህነት ክሰርሓሉ ዝግባእ እዩ። ኣነ ንቅዱስ እንጦንዮስ ክርእዮም ከለኹ መመሊሶም ኣብ ጸልማት ዝበርሁ ኮኾብ እየ ዝብሎም። መመሊሶም ሰማያት እንዳ ጸልመተ ክኸይድ ከሎ ከዋኽብቲ እንዳ ተራእዩ እዮም ዝኸዱ። ውሑዳት ከዋኽብቲ ክትርኢ ትጸንሕ መሊሱ ምድረ ሰማይ እንዳ ጸልመተ ተኸይዱ እቲ ኮኾብ እንዳ በርሀ እዩ ዝመጽእ። ቅዱስ እንጦንዮስ ኣብ ጸልማት እዋን ዝበርሁ ሃዋርያ ናይ ኦርቶዶክስ ቤተ ክርስቲያን እዮም። ስለዚ ሓደራ ዝብሎ እዚ ብሽሞም ዝግበር ዘሎ ምሽቃጥ ምእመናን ከለልይዎ ተዘይክኢሎም ኣብ ጽልእን ኣብ ባእስን ክንነብር ኢና፣ መወዳእትኡ ከኣ ኣብ ዕርቀ ሰላም ክንራኸብ ኢና። እንታይ እዩ እቲ ፋይድኡ? እንታይ እቲ ፋይዳ? ስለዚ ከም ቤተክርስትያን ክንሪኦ ዘለና ሓላፍነት ክንወስዶ ዘለና ጉዳይ እዚ እዩ። ከም ከመገልጋሊ ብውልቀ ይኹን ከም ቤተክርስትያን ማንቸስተር ናይ ቅዱስ እንጦንዮስ ስጋብ መጨረሽታ ምልኣት ናይ ቤተክርስትያን ዝበጽሕ ከም ሓላፍነት ንሕዞ ንወስዶ እምበር ንግዝያዊ ረብሓ ከም መሰሓሓብን ከም መባኣስን ክንጥቀመሉ ካብቲ ዘይንደልየሉ ጉዳይ ስለዝኾነ ምእመናን ነዚ ጉዳይ እዚ ልዕሊ ኣገልገልቲ ክጥንቀቁሉ ከነቃቅሕ ብቀጻሊ ይደሊ እዩ ስለዚ ሓደራ እቲ ናቶም ቅድስና ንበረከትና ክከውን ኣለዎ ኣነ ዕድለኛ እየ ጌና ፓትራሪ ከይኮኑ ከለዉ ኣብ ዞባ ማእከል ጌና ናይ ዞባ ማእከል ሊቀ ጳጳስ ከለዉ ካብኦም እየ ዲቁና ወሲዳ ነን ሃዋርያ ጳውሎስ ንጢሞቴዎስ ሓደራ ሂቦ ናይ ዲቁና ሓደራ ሒዘ መጼ ከምቲ ዝድለ ዓቕመይ ብዝፈቐድኩ ከኣ ነታ ኦርቶዶክስ ቤተ ክርስቲያን ብእምነት ንምግልጋልን ናይ ቅዱስ እንጦንዮስ ሕይወት ከኣ ንዓለም ንምንጋርን ስጋብ ዝከኣለኒ ርሑቕ ተጓዒዘ ብዛዕባኡ ምንጋር ኣየድልን እዩ። ነቶም ብስም እንጦንዮስ ክሽቅጡ ዝደሉ ስልጣን ከኻዕብቱን ገንዘብ ክኣርዩን ንዝደልዩ ዘለዎ ግን ኣብ ቅዱስ ኣንጠንዮስ የለኹምን ማለት እንታይ ንማለት እዩ ዝኹሉ እዩ እቲ ናተይ ሕቶ እንታይ ንማለት እዩ ሕፍረት ተሪፉ ድዩ ምሕናኽ ተሪፉ ድዩ ልቦና ዝበሃል ጭራሽ ድዩ ጠፍዩ እቲ ሰብሲ ይግምተና እዩ ዘይባህለሉ ሰዓታት ድዩ በፂሑ እዩ እንተዘይኮይኑ ድሒሩኻ ካብ ቅዱስ ካብ ኣቡነ መቃርዮስ ብፁዕ ኣቡነ መቃርዮስ ከኣ እግዚኣብሔር ይመስገን ከኣ ክህነት ተቀቢለ ሓደራ ኢና ንቅበል ዘለና ነታ ቤተ ክርስቲያን ናቶም ሌጋሲ ንክቅጽል ናይ ቅዱስ እንጦንዮስ ሌጋሲ ናይ ብፁዕ ኣቡነ መቃርዮስ ሌጋሲ ንምቅጻል ስጋብ መጨረሻ ብህይወት ዘለናሉ ንጓዓዘሉ እምበር ንድሕሪት ንምለሰሉ ከምዘይኮነ ኩሉና ፈሊጥና ሌጋሲ ናቶም ኣብ ምዕቃብ ነታ ኦርቶዶክሳዊት ቤተ ክርስቲያን ብፍቕሪ ብሓልዮት ብምስምማዕ ናብቲ እግዚኣብሔር ጎይታና ኢየሱስ ክርስቶስ ዝመስረታ ኣብ ቀራንዮ ኣብ መስቀል ናብኡ ገጻ ስጋብ ትመጽእ ስጋብ መንእሰያትና ኣብ ምህናጽ ናይ ኩላትና ምትሕብባር ከድሊ'ዩ ናይ ኩላትና ጽንዓት ከድሊ'ዩ ናይ ኩላትና ሓደራ ናይታ ቤተ ክርስቲያን ምቕባል ከድሊ ስለ ዝነበረና ግዜ ንኣምላኽ ስብሓት ይኹኖ። ግዜ ከይንወስድ ምእንቲ ነዊሕና እውን ከይንደክም ንሎሚ ዝነበረና እዚ ክኣኽለና እዩ። ንኣምላኽ ስብሓት ይኹኖ።